ንነብስኻ ምንቕቓሕ ሓደ ሓደ ግዜ ብጣዕሚ ይስልክየካ ዝኾነ ነገር ምግባር የሰልችወካ በቃ ይስልችወካ ግን ዘነቓቕሐካ ሰብ ተዝህሉ ጽቡቕ ስምዒት ዝፈጥረልካ ሞራል ዝህበካ ሰብ ተዝህሉ ማዕረ ክንደይ ከም ትቕየር ሓሲብካዮ ኣለኻ ምንባብ ጸሊእካዮ ንሱ ግን መጺኡ ስምዒትካ ቀይሩ ከም ተንብብ ምስ ዝገብረካ ምጽናዕ ኣጽሊእካ ከም ተጽንዕ ምስ ዝገብረካ ምስራሕ ሰልችዩካ ኮፍ ኣብ ዝበልካሉ መጽዩ ብግቡእ ከም ትሰርሕ ምስ ዝገብረካ፣ ነብስኻ ንኽትቅይር ኩሉ ግዜ ሞራል ዝህበካ፣ ዘነቓቕሓካ ሰብ ተዝህሉ ኣበይ ከም ትበጽሕ ሓሲብካዮ ኣለኻ? ግን ከምኡ ዓይነት ሰብ የለን። ወላ ሓደ ንዓኻ መዓልታዊ ከነቓቕሐካ ኣይክእልን እዩ። ምንቕቓሕ እትኽእል ንስኻ ባዕልኻ ኢኻ። መኪና እኳ ብግቡእ ንኽትከይድ ነዳዲ ዘድልያ፣ ተዘይኮይኑ ደው እያ ትብል። ኩሉ ግዜ ነብስኻ ተዘይኣነቓቒሕካያ ደው ኢኻ ትብል ብላሽ ኢኻ ትተርፍ ማለት እዩ በቃ ሂወትካ ትስልችወካ ስራሕ የጽለኣካ ትምህርቲ ይህከየካ ሓዳርካ ፍቅራዊ ሂወትካ ዓጽዓጽ የብለካ በቃ ኣይትዓብን ኣይትልወጥን ኢኻ ሕጂ ዘለኻዮ ዋላ ድሕሪ ዓሰርተ ዓመት ኣብኡ ኣለኻ ማለት እዩ ተደጋጋምን ኣሰልቻውን ህይወት ትነብር። ንምንታይ ነብስኻ ኣየነቓቓሕካያን? ግን ክትልወጥ እንተደሊኻ፣ ምቕያር እንተደሊኻ፣ ዓቢ ዓወት ሕልምኻ ምትግባር እንተደሊኻ፣ ነብስኻ ከተዕብያ እንተድኣ ደሊኻ፣ ነብስኻ ከተነቓቕሕ ክትክእል ኣለካ። ዓቢ ናይ ዓወት ምስጢር'የ ዝነግረኩም ዘለኹ። ኩሉ ግዜ ንነብስኻ ኣነቓቕሓዮ። ከመይ ጌረ እንተ ኢልኩም፣ ርግጸኛ'የ ሕጂ ካብ ዝነግረኩም ሸሞንተ ነጥብታት፣ ሸሞንተ ብጣዕሚ ቀለልቲ ዝኾኑ ኣነቓቓሕቲ ሜላታት፣ ንስኻ ንነብስኻ ከም ተንቅሖ፣ ከም ትጥቀመሉን ከም ትቕየረሉን እምነት ኣለኒ። ቅድሚኡ ግን ተኸታተልቲ መደበይ ኣብዚ ትሰምዕዎ ዘለኹም፣ ሓሳብ፣ ሕቶ ወይ ከኣ ርእይቶ እንተለኩም ኣብ ታሕቲ ጸሓፉለይ ኢኹም። ከምኡ ድማ ብፍላይ ኣብዚ ቻነል ሓደሽቲ ንዝኾንኩም ሰባት ሳብስክራይብ ብምግባር ክትተሓባበሩኒ ብኽብሪ ይዕድመኩም። ምትሕብባርኩም ኣቐዲመ እንዳመስገንኩ ናብ ናይ ሎሚ መደብ ክወስደኩም ሰናይ ምክትታል። Everyone inspired. ናይ መጀመርያ ዝስምዓካ ነገር ጽሓፎ ኢኻ። ንኽትሰንፍ፣ ካብ ሞራል ንኽትርሕቕ ኮፍ ከም ትብል ዝገብረካ ውሽጥኻ ሕማቕ ስምዒት እንተ ሃልዩ። ሕማቕ ስምዒት ንወዲ ሰብ ሓላሊኾም እዮም ዝሕዝዎ። ሞራልካ ይሰብሩ እዮም፣ ብጣዕሚ ድማ ኣሸገርቲ እዮም። ስለዚ ነዞም ስምዒታት ጸሓፎም ኢኻ። ኣብ ዘረባና ንኽትርስዕ ምፍታን ብጣዕሚ ከቢድ እዩ። ክርስዖ ኣለኒ ኢልካ ስለ ዘይርሳዕ፣ ከምኡ'ውን ኣእምሮኻ መሊሱ ስለ ዘጋድደልካ እናዘከረ እውን ይቆፃፀሮ። ስለዚ ናይ ነዊሕን ሓፂርን ውጥንካ ምስ ትዝክር ባዕልኻ ንባዕልኻን ነብስኻ ከተነቓቕሓ ትኽእል ኢኻ። ክሳብ ትነቓቓሕ ኣይትፀበ። ንኣብነት ገዛኻ ክትኩስትሮ ተደሊኻ፣ ገዛኻ ክትውግኖ ተደሊኻ፣ ግን ንኽትሰርሖ እንተድኣ ሰልቺካ ቀሊል ስራሕ እዩ ግን ሰኒፍካ ኣለኻ ማለት እዩ ከመይ ጌርካ ኢኻ ናይ ሓሙሽተ ደቒቕ ስራሕሲ ናይ ሓደ ሰዓት መነቓቕሒ ትሰምዕ? ሓደ ሓደ ግዜ ክትገብሮ ስለ ዘለካ ጥራይ ተበግሶ ወሲድካ ክትገብሮ ኣለካ። ኣብ ህይወት ወሰንቲ ዝኾኑ ነገራት ዋላ ሓደ ሰብ ከየነቓቕሓካ ብተበግሶ ከኣ ክትገብሮ ኣለካ። ንምብላዕ እኮ ዘነቓቕሓካ ነገር ኣይትርእን ኢኻ ምኽንያቱ ንምብላዕ ዘገድደካ ጥሜት እዩ። ስለ ዝጠመኻ ጥራሕ ትበልዕ። ወሳኒ ምኽንያት ኣለካ። ሓደ ሓደ ግዜ ኣእምሮኻ ወሳኒ ነገር ምዃኑ ተኣሚኑ ዘይትገብሮ ነገር የለን። ምብላዕ ወሳኒ ነገር ስለ ዝኾነ ወላ ሓደ ሰብ ከይነገረካ ትበልዕ። ሕጂ እውን ስራሕ ምስራሕ ብጣዕሚ ወሳኒ ምዃኑ ንኣእምሮኻ ኣእምኖ። ሽዑ ክትብገስ ክትገብሮ ኢኻ። ሓደ ሓደ ግዜ እቲ ስራሕ እዩ ከነቓቕሓካ ዝግብኦ እሞ ምስ ተነቓቓሕካ ኣይኮነን ክትሰርሕ ዘለካ። እቲ ስራሕ ምስ ጀመርክዎ ይነቓቓሕ፣ ሞራል ይገብር፣ ደስ ይብለኒ ኢልካ ነቲ ስራሕ ጀምሮ። ልክዕ ምስ ጀመርካዮ ደስ ኢልካ ኣብ ካልእ ዓለም ክትኣቱ ኢኻ። ደስ ኢልካ ብሓንሳብ ብሞራል ክትምላእ ኢኻ። ሓደ ዕዉት ሰብ ከምዚ ኢሉ፣ ኣነ እኮ ሰሪሐ ኣይኮንኩን ተዓዊተ ምስ በለ ሰባት ገሪምዎም ዋእ እንታይ እዩ ዝብል ዘሎ ኢሎም እንታይ ደኣ ኢሉ ንሱ መሲልኩም ተዛኒኤ ተዓዊተ ኢሉ። ለካ ንሱ ነቲ ስራሕ ከም መዘናግዒ ርእዩ ይዛነየሉ እዩ ነይሩ። ገሊኦም ሰባት ነቲ ስርሖም ከም ዓቢ ሰኸም፣ ከም ጸገም እዮም ዝርእይዎ። ንሱ ግን ጌም ከም ዝጻወት ሰብ እዩ ዝኸውን። ሓደ ሓደ ግዜ ጌም እንዳተጻወትካ ደስ ዝብለካ ንምንታይ ወላ እንዳተሰዓርካ ተሳዒረ ኢልካ ሓሪቕካ ኣይትገድፎን ኢኻ። ንምንታይ ቀዳማይ በቲ ጸወታ እንዳተዛነኻ ዋላ እንዳተሳዓርካ ይዛነየሉ ኣለኹ ኢልካ ስለ እትሓስብ ጸወታ ትቕጽሎ ማለት እዩ። ካልኣይ ድማ ካልኣይ እየ ተፈቲነ ክስዕር እየ ስለ ትብል ከይሰልቸወካ ጸወታ ትቕጽል ማለት እዩ። ሂወት ከም ጌም እያ ርኢኹም ተፈቲኻያ ወላ ተሳዓር ወላ ይኽበድካ ተሲእካ ተመሊስካ ትገብሮ ኢኻ ሓደ መዓልቲ ከም ዝመዓራረ ትፈልጥ ኢኻ ክሳብ ትነቓቕሑ ኣይትጸበዩ ፍትዋት። ሻድሻይ፣ ለውጥታትካ ክትዓዝብ ነብስኻ ከተነቓቕሕ ተደሊኻ፣ ካብ ትማሊ ንሎሚ ዘመሓየሽካዮም ነገራት ኣጽንዕ። ትማሊ ስራሕ ኣይነበረንን፣ ሕጂ ግን ጀሚረ ኣለኹ፣ ኣሉታዊ ኣለኒ። ትማሊ ተመሃራይ ነይረ፣ ሎሚ ግን ትምህርተይ ወዲኤ ክምረቕ እየ። ትማሊ ሓዳር ኣይነበረንን፣ ሕጂ ግን ሓዳር ኣለኒ ወሊደ ኣለኹ ትማሊ ኣፍቃሪት ኣይነበረትንን ሎሚ ግን ኣፍቃሪት ሒዘ ኣለኹ በል ዝጎደለካ ዘይኮነ ዘመሓየሽካዮ ጠራሕረ ዘዕበኻዮም ጠራሕ ርኣይ ለውጥታትካ ምስ ርእ ኣነ እኮ እናዓበኹ እየ ኢኻ ክትብል ወዲ ሰብ ከም ፕሮግረስን ከም ምሕያሽን ምዕባይን ዘነቓቕሖ የለን ርኢኻ ለውጥታትካ ምስ ትርኢ ክትነቓቓሕ ኢኻ ብናትካ መገዲ ማለት እዩ ሻብዓይ፣ ነብስኻ ከተነቓቕሓ ሞራል ክትገብርን ዝገብረካ ምስ ዘነቓቕሓካ ሰብ ምውዓል እዩ። ብፍላይ ኣብ ግዜ ቁልዕነትና ካብ መሳቱና ካብ መሓዙትና ተፈሊና ክንርኢ ኣይንደልን ኢና። ንኢስና ክንረኣ ኣይንደልን ኢና። እቲ ዝገርም ነገር ብቆልዕና እንከለና ጥራሕ ኣይኮነን ምስ ዓበና እውን ካብ መሳቱና ንኢስና ክንረኣ ኣይንደልን ኢና። ዓቢና ኮለና ግን ንነብስና ምስ ካልኦት ሰባት ከነዋዳድራ ኣይንደልን። ግን ዝኾነ ስምዒት ኣሎ ዝደፋፍኣና ካብ መዛኑኻ ከይትንእስ ትደሊ ዝገብረካ ኣነ ክንእስ የብለይን ዘብለካ ርኢኻ ሕጂ ጎራሕ እንተኾይንካ ምስ ዘነቓቕሐካ ሰብ ክትውዕል ኢኻ ኣብ ከባቢኻ ዘነቓቕሑ ካባኻ ዝሕሹ ሰባት እንተለዉ ምስኣቶም ንምምስሳል ካብኣቶም ንዘይምንኣስ ኢልካ ንነብስኻ ተነቓቕሓ ንነብስኻ ትዕብያ ወዲ ሰብ ሓደ ብጣዕሚ ዝገርም ሕቡእ ጠባይ ኣለዎ ኣብ ከባቢኡ ናይ ዘለዉ ሰባት ናይ ምምሳል ጽምኣት ንዘይ ምትሓት ኢሉ ንኣብነት እኮ ካብኻ ትሕት ምስ ዝበሉ ሰባት ክትውዕል ትኽእል ኢኻ ግን ካብኣቶም ንዘይ ምንጻል ኢልካ ምስኣቶም ትመሳሰል ሓቢርካ ትሕት ትብል ካባኻ ልዕል ምስ ዝብሉ ሰባት ምስ ትውዕል ድማ ሕጂ ውን ንዘይ ምንጻል ካብ መዛኑኻ ንዘይ ምንኣስ ኢልካ ልዕል ክትብል ትደሊ ምዕባይ ምምሳል ትደሊ ስለዚ ምስ ዘነቓቕሑኻ ሰባት ውዓል። ናይ መወዳእታ ሓድሽ ነገር ፈትን ይበሃል። ኩሎም እዚኦም ኣቐዲምና ዝሰማዕናዮም፣ ምንቕቓሕ፣ ሞራል ምግባር፣ ኣብ ስራሕ ምብርታዕ ተኣቢና፣ እቶም ነገራት ኣብ ውሽጥና የለዉን ማለት እዩ። ሽዑ ሓደ ነገር ክንቅይር ኣለና። ወይ ስራሕ ክንቅይር ኣለና ወይ ከኣ ሓድሽ ነገር ክንፍትን ኣለና። መስራቲ ኣፕል፣ ስቲቭ ጆቭስ ታይ ይብለና መሲልኩም ኩሉ ግዜ ንጎተሲኤ ኣብ ቅድሚ መስትያት ደው ይብል እሞ ንነብሰይ ከምዚ ኢለ ይሓታ ሎሚ ናይ መወዳእታ ዕምርካ እንተ ትከውን እንታይ ምሰራሕካ ኢለ ይሓታ ሽዑ እቲ ዝምልሶ መልስን ኣብቲ መዓልቲ ዝሰረሖ ስራሕን ተዘይ ተመሳሲሉ እሞ ብዙሕ ግዜ ተዘይ ተጋጣጢሙ ሓደ ነገር ይርደኣኒ ይብል ኣብ ሂወተይ ዝኮነ ክቅይር ኣለኒ ምኽንያቱ እቲ ዝኣምነሉ ነገር ኣይኮንኩን ዝገብር ዘለኹ ኢሉ ይኣምን። ኣብ ህይወተይ ዝኾነ ሓድሽ ነገር ክፈጥር ከም ዘለኒ ይስምዓኒ ይብለና። ሕጂ እዚ ሕቶ እዚ ንነብስኻ ሓተታ፣ እዛ ዓመት ናይ መወዳእታ ዓመትካ እንተ ዝኸውን እንታይ ዓይነት ስራሕ ምሰራሕካ? ሕጂ ትሰርሖ ዘለኻ ዲኻ ወላስ ምቐየርካ? እዚ ወርሒ መወዳእታኻ እንተዝኸውን ቀዳምነት ትህቦ ነገር እንታይ እዩ? እዛ መዓልቲ ናይ መወዳእታ መዓልትኻ እንተትኸውን እንታይ ክትሰርሕ ምወዓልካ? ነዚ መልስ። ነዚ ምስ ትምልስ ብሓቂ ካብ ልብኻ ትሕጎሰሉ ነገር ክትረክብ ኢኻ። ናይ ብሓቂ ክትነቓቓሕ ኢኻ። ምስልቻው፣ ምስልካይ፣ ሞራል ምስኣን፣ ስንፍና ተባታቲኹ ጠፊኡ። ምኽንያቱ ናይ ብሓቂ ፓሽንካ ክትረክብ ኢኻ። ኣብዛ ምድሪ ምምልላሰይ ናይ መወዳእታ እንተ ዝኸውን ነይሩስ እንታይ ምሰራሕኩ ኢልካ ሕተታ። ሽዑ እቲ ናይ ብሓቂ ምንቕቓሕ ክትረክብ ኢኻ። እምበኣር ዘኽብረኩም ዝፈትወኩም ተኸታተልቲ መደበይ ክሳብ መወዳእታ ምሳይ ስለ ዝጸናሕኩም ብልቢ እየ ዘመስግን። Everyone inspired.